ሰላም ሰላም ናይ ልዋም ሚድያ ክቡራት ቤተሰብና እንኳዕ ናብ ቻነልና ብሰላም መፃኹምና ሕዚ እውን ካልኣይ ክፋል ሰሙናዊ መደብ እንካን ሃባን ሒዝና መፂና ኣለና ርእይቶኹም እና ምትብባዕኹም እውን ኣይፈለየና እንካን ሃባን ይሐይሽ ካብ መንደር ቲክቶክ እንታይ በለ ይሐይሽ። ሰላም ሰላም ተኻታተልቲ ዕድልኩም ሐዝ ፈትኑ ብውሕድ ቅርሺ መኪናን ገዛን ወንኑ ሎተሪ ቁረፁ ሕልምኹም ክውን ይኹን ተሎ ተመዝገቡ ትኬት ከይሰኣን ይብለና ኣለሞ እንዳንካን ሃባን እንታይ ትብልና እህም ሎተሪ ዶ በልካ ንሓደ ክትበጽሕ ኩሉ ድራር ዕለቱ ኮወፊ መኪናን ገዛን ዝብል በዚሑ ስኢንና መሕለፊ ሕማቅ ጊዘ ወይ ውለደሉ ወይ ንገደሉ ድዩ ዝብሃል ትግራይ ዓድና ካብዚ ዘላቶ ኢኮኖሚ ብጻዕሪ እንበር ኣየድልን ክንከውን ናይ ዕድል ሸኽሚ መንእሰይና ደኺሙ ሓይሉ ተደቂሱ ከይኣክል ብስደት ተስፍኡ ተሓሚሱ ስለዚ ዓገብ ንብል ኣለና ወለዶና ዕድሉ ከይረክብ መጻኢኡ ከይሕምሽሽ ሎተሪ ካብ ሃንግን ቁማርን ፈሊጥና ከምዘይሕሽ ካሊእ ፈጠራ ደኣ ረኣ ከምስንካ ዝበልካዮ ዝሕሽ እሺ ትርጉም ፍቕሪ ከም መንደር ፌስቡክ እንታይ በለ ትርጉም ፍቕሪ ወይለከ ሽሻይ ክበሃል ሰሚዐ ንሎተሪ ከፈልኩ ካብ ደመወዘይ ሰሊዐ መኪናያ ክበጽሐኒ ምስ ኣሽሓት ተሰሪዐ ኪሳራ በዚሑኒ ብውሽጠይ ነቢዐ ግነ ሳልሳይ ዙር ክበጽሐኒ ዶ ይኾን ዋላ ብዕያና ስም ክምዝገብ ደጋጊ መንበር ተስፋማ ኣይቆርጽን ይብለና ኣሎ። ብህይወትካ ኣይትጫወት ዕድልካ ከይትረግም ድኽነት ዝመጽእ ካብ ሕሉፍካ ዘይምምሃር እዩ ንጥፍኣት ብምድግጋም ፎትዮም ኣይኮኑን ብቑማር ሃፍተ ገነቶም ዘትሕዙ ከም ሱስ ዝጥዕሞም ስለዚ ሃፍቲ ብዕድል ጽላሎት እዩ ዝመስል ብጻዕሪ ዝመጸ ግን ሰረት ኣለዎ ይቕጽል ስራሕ ከይነዓቕካ ወለድኻ ሓድስ ጻዕርኻ ይባረኽ ረሃጽካ እምበር ንብዓትካ ኣይፍሰስ። ግርማይ ካብ ዓዲ እንታይ ውዕሊ ግርማይ
ኣብ ሕልምና እውን ክነብር ኣይከኣልናን እያ ናበይ ንኸይድ ዝኩሉ ዝኩሉ ዘስኣልክዎ ስእሊ ከይደቀስኩ ዝሓደርክዎ ዝወዓልክዎ ሕልመይ ከሳኽዑ ምሳይ ዝጎዩ ዝነበሩ ከማይ ተስፋ ቆርፁ ከለዉ ከቢድ እዩ ብጣዕሚ ሓደ ሓደ ግዜ ቃላት ዝነበረ ከምኡ ሰላም ዘይብሉ ኩሉ ፀላም እዩ ዕላማ ዘይብሉ እንዳሕር ዝመርሐካ ኮይኑ ትርጉም የለዎን። በቃ ኩሉ ነገር ይፅልምተካ።
ናበይ ኢና ንኸዶ? በቲ ትግራይ ዓድና ዘላቶ ኩነታት ኣብ ሕልምና ክንነብር ኣይከኣልናን። እቲ ዘለናዮ እንምነዮን ነንበይኑ ኮይኑና ይብለና ኣሎ። ኣየ ግርማይ ሓወይ ናበይ ኢና ንኸዶ ዝብል ሕቶ ወየ ዓድና ሰላምን ፍትሕን ክሰፍና ዝተቓለስናዮ ዘለናዮን መጻኢናን ዘይራኸብ ምስቲ ዝተመነናዮ ናበይ ኢና ንኸዶ ዝብልስ ኩላትና ኢና መልሱ ንጽበዮ። ግን መን ይመልስ ንመንከ ይተሓተት መን ይናገር መን ከ ይስማዕ ኣውያት መን ከ ኣጆኻ ይበል ኣብዚ ጸሊም ግመ ነፍሲ ወከፍ ኣብ ውሽጡ ጓሂ ሓዚሉ ቃንዛ ዝተሸከመ ኩሉ ከም ዘይወፈየ ንጽባሕ እታ ዘላቶ ሂወት ሐዚ ተስፍኡ እናቀሃመ መማረጺ ኮይኑ ስደት ግነ ኣጆኻ ሓወይ ሕልናኻ ኣይዕረብ ዋላ መንገዲ ይጥፋእ ንጽባሕ ክንቃረብ ናይ ትማሊ ጽንዓት ኣብ መንኮብና ኣሎ ናይ ጽባሕ ብርሃን ኣብ ቂድመና ይበርህ ኣሎ እቲ ዝሓተትካዮ መን ከም ዝምልሶ ጊዘ እዩ እቲ ዳኛ ታሪኽ ዘሐድሶ ሐዚ ተስፋ ኣይትቑረጽ ቃንዛኻ ቃንዛ ኹላትና ጽባሕ ብርሃን ክመጽእ ኣኣምላኽ ተሞርኪስና ክስካብ ናበይ ኢና ንኸዶ ዝብል ሕቶና ዝምለስ ኣብ መስመርና ንኹን ንፋስ ናብ ዝነፈሰ ይንፈስ ትልበጽ ካብ ዘላቶ እንታይ በለት ትልበጽ ብፍቕሪ ነቲ ዘፍቅሮ ልበይ እናነባዕኩ፣ ዘፍቅረኒ ኣነ ዘይደልዮ'ውን ብሕትኡ እናተሃወኽኩ፣ ሓደ ንዓይ ይነፍግ ሓደ ንዓይ ይጽበ፣ ኣብ መንጎ ክልተ ወገን ብሓሳብ ተኸቢበ'ሞ እንዳንካን ሃባን እንታይ ትብሉኒ? ትልበጽ ሓፍተይ ተፈጥሮ እዩ እቲ ምስጢሩ ደላይን ተደላይን መንገዶም ይቀያየሩ ከም ማግኔት ኮይኑ ዝቐረብካዮ ይርሕቕ፣ ዝረሓቕካዮ ድማ ብፍቕሪ ይቃረብ ንጽቡቕ። እቲ ሓደ ተነፊጉኪ ካሊእ ተስፋ ገይሩ ልቢ ምስ ልቢ ምትእስሳር ጠፊኡ መስመሩ። ግን እቲ ዝደልየኪ ብሓቂ እንተኾይኑ ቦታዊ ዩ ሓፍተይ ከይከውን ናይ በይኑ። ፍቕሪ ብኽልተ ወገን እንተኾይኑ እዩ ዝምቅር ጣዕሙ ኣብ ኢድኪ ዘሎ ሓዝዮ ደሓር ፍቕሪ ከይዛባዕ ትርጉሙ። ብዘይሸፈጥ ቅረቢ ልብኺ ኣብሊጽኪ። ክፉት ግበሪ ካብ ዘንብዐኪ ርሒቅኪ ምስ ዘፍቅረኪ ንበሪ። ኣምለሰት ካብ ስዑዲ እንታይ በለ ተምለሰት ካብ ጸላኢኻ ዘይኮነስ ካብ ፈታዊኻ ተጠንቀቕ ዝበሃል ዝገልጸን ኣብ ሓዘን ኮይነ መጽናዕንዒ መሲለን ነይረን ንኣቦ ደቀይ ልቡ ኣሸፊተን ክፍተተይ ተጠቒመን ዝኣመንኩዎም ኩሎም ተኣማሚኖም ጠሊሞምኒ በዓል ቤተይ ምስ መሓዙተይ ሓቢሮም ልበይ ሰይሮምኒ። ኣየ ምለሰት ሓፍተይ እምነተ ክስካብ ክንድዚ ድያ ረኺሳ እቲ ዝኣመንኩዮ ሰበ ንጥልመት ኣንጊሳ መሓዝትኪ እውነ ተሓዊሰን ንሕልነኣን ሸይጠን ኣብ ክንዲ ቃንዛኺ ዝስምዐን ስብኣይኪ ወሲደን ንሱ እውን ስቕ ኢሉ ድዩ ዝጉተት ንቓል ኪዳኑ ዘይግደስ ካብ ርኩስ መጽናዕን ዕሰ ርሓቒ ደኣ ሰላም ከይተሓደስ እቲ ጠላም መንገዲ እዩ ንርእሱ ዘውረደ ንዓኺ ጥራይ ዘይኮነ ንሕልንኡ እውን ዝቐየደ ጽንዓት ይሃብኪ ሓፍተይ ልብኺ ኣይተድንኒ ጥልመት ናይቶም ጠለምቲ እዩ ዝውክል ንዓኺ ኣይገልጽን ሓርኒ። ጽባሕ ብርሃን ክበርህ እዩ እዚ ጓሂ ተገፊፉ ካብ ጠለምቲ ተጋላጊልኪ ብርሃንኪ ኣብ ልዕሊኦም ክንሳፈፍ ከም ስምኪ ሰላም ክመልስዮ ንሕልም ልሕልምኺ ንበሪ ንደቅኺ ዝተርፍ ሕማቕ ስራሕ ክፉእ እምበር ኣብዚ ዓለም የለን ዝነብር ኩሉ እዩ ዝሓልፍ ስለዚ ሂዋናተይ እውን ንተሓላለ እንዶ ኣይንባዳደል ንደጋገፍ እምበር ከማና ሂዋን ሂወታ ኣይነጉድል ኣቱም ኣሕዋትና ውን ቃል ኪዳንኩም ኣኽብሩ ሓንቲ ካብ ሓንቲ ኣይትበልጽን በዓልቲ ቤትኩም ምስ ካልኦት ኣይተዋዳድሩ ምንባር ሓንቲ ግዜ እያ እኮ ምስ ሓንቲ እዩ መቐረቱ ተኸባበሩ ኢልና እኒኤና። ብሓቂ ሂዋናተይ ንተሓላለ እምበር ኣይንባዳደል ንደጋገፍ እንዶ ከማና ሂወት ንሂዋነ ሂወታ ኣይንጉድል ኣቱም ኣሕዋትና ውን ቃል ኪዳንኩም ዶ ኣኽብሩ ሓንቲ ካብ ሓንቲ ኣይትበልጽን በዓልቲ ቤትኩም ምስ ካልኦት ኣይተዋዳድሩ ምንባር ሓንቲ ግዜ እያ ምስ ሓንቲ እዩ መቐረቱ ንዓኣ ኣፍቅሩ። እንካን ሃባ